ዓለም ለኻዊ ለበዳ ሕማም ኮቪድ-19 ኣብ 2019 ካብ ዝረኣ ኣትሒዙ ብዙሕ ሃስያን ዕንወትን ኣውሪዱን የውርድ ኣሎ ግን ሳላ ፀወፃእታት ተመራመርቲ ስነ ፍልጠት ኣብ መወዳእታ ወርሒ ታሕሳስ 2020 ክታበት ኣንፃር ኮቪድ-19 ተረኺቡ ኣብ ጥቕሙ ድሮ ውዒሉ ኣሎ ንምዃኑ ግን እዚ ክታበት እዚ ንምንታይ እዩ ዘገድሰና?
ክታበት ንምንታይ ዘድልየና ንኽንፈልጥ ኣቐዲምና ብዛዕባ ሕማም ናይ ምክልኻል ዓቕሚ ወይ ኢሚዩኒቲ ኢልና ንፅውዖ ከምኡ ድማ ብዛዕባ ክታበት ወይ ቫክሲን ዝብሉ ሓሳባት ሓፈሻዊ ርድኢት ክህልወና ኣዝዩ ኣገዳሲ እዩ። ኣካላትና ጠንቂ ሕማም ንዝኾነ ሓዱሽ ታህዋስያን፣ ቫይረስ ይኹን ባክተርያ፣ ምስ ዝቃላዕ ነዞም ታህዋስያን ኣቐዲሙ ስለዘይፈልጦም ብቐሊሉ ክጥቃዕ ይኽእል። ሓንሳብ መጥቃዕቲ ምስ ወረደ ግና፣ ንዝቕጽል እዋን ከጋጥም ዝኽእል ተደጋጋሚ መልከፍቲ ድሉው ኮይኑ ንኽጸንሕ ዘድሊ ምቅርራባት ይገብር። ነዚ ድሉውነት ኢና እምበኣር ሕማም ናይ ምክልኻል ዓቕሚ ኢልና ንጽውዖ። ክታበት ድማ ሓደ ካብ ዓይነታት መድሃኒታት ኮይኑ፣ ካብ ዝተፈላለዩ ተመሓላለፍቲ ሕማማት ንምክልኻል ኣቐዲምና ክንወስዶ ዘለና ቀመማዊ ባእታ እዩ።
ኣካላትና ብክልተ ዝተፈላለዩ መገድታት ሕማም ናይ ምክልኻል ዓቕሚ ይማዕብል። እቲ ቀዳማይ ንጡፍ ሕማም ናይ ምክልኻል ዓቕሚ ወይ ድማ ኣክቲቭ ኢሚኒቲ ንብሎ። እቲ ካልኣይ ድማ ልኡም ሕማም ናይ ምክልኻል ዓቕሚ ወይ ድማ ፓሲቭ ኢሚኒቲ ንብሎ ማለት እዩ። ሕጂ ሓደ ሰብ ንከም በዓል ቫይረስ ወይውን ባክቲርያ ዝኣመሰሉ ጠንቂ ሕማም ዝኾኑ ታህዋስያን ምስ ዝቃላዕ ስርዓተ ምክልኻል ሕማም ናይቲ ሰብ ጸረ ጓና ኣካላት ወይውን ኣንቲቦዲስ የማዕብል ማለት እዩ። በዚ መገዲሲ ዝድለብ ሕማም ናይ ምክልኻል ክእለት ኢና እምበኣር ንጡፍ ሕማም ናይ ምክልኻል ዓቕሚ ወይውን ኣክቲቭ ኢሚኒቲ ንብሎ ማለት እዩ። ካብዚ ብዘይፍለ መገዲ ድማ ኣካላትና ኣብ ክንዲ በዞም ጠንቂ ሕማም ዝኾኑ ታህዋስያን ተጠቒዑ ዝሓምም፣ ዝሞተ ወይ'ውን ዝተዳኸመ ታህዋስያን ወይ ኣንቲጀን ብመልክዕ ክታበት ምስ ዝወሃብ እውን ንጡፍ ሕማም ናይ ምክልኻል ዓቕሚ ከማዕብል ይኽእል። ስለዚ ብሕጽር ዝበለ ወይ ምስ ሓመምና ወይ'ውን ምስ ተኸተብና ጸረ ጓና ኣካል ብምስራሕ እነማዕብሎ ሕማም ናይ ምክልኻል ዓቕሚ ንጡፍ ንብሎ ማለት እዩ። ምኽንያቱ ኣካላትና ባዕሉ እዩ ነቲ ፀረ ጓና ኣካል ወይ እውን ኣንቲቦዲስ ዝሰርሖ ዘለዎ ማለት ኣብታ ካልኣይቲ ድማ እታ ልኡም ሕማም ናይ ምክልኻል ዓቕሚ እንታይ ማለት እያ ሕጂ ሓደ ሰብ በቲ ስርዓት ናይ ምክልኻል ዓቕሙ ዘይተሰርሐ ፀረ ጓና ኣካል ወይ ድማ ኣንቲቦዲ ክወሃቦ ከሎ ዘማዕብሎ ሕማም ናይ ምክልኻል ዓቕሚ ማለት እዩ ምክንያቱ ከምቲ ዝበልናዮ እዚ ፀረ ጓኖ ኣካል ብደገ እዩ ዝወሃቦ ዘሎ ደኣ እምበር ኣካላቱ ባዕሉ ይኮነን ነቲ ፀረ ጓኖ ኣካል ወይ ኣንቲቦዲስ ዝሰርሖ ዘሎ ሕጂ ካብኡ ብዘይፍለ ሓደ ኣብ ማህፀን ዘሎ ዕሸል ካብ ኣዲኡ ዝሓለፎ ፀረ ጓኖ ኣካል ተጠቒሙ ዘማዕብሎ ሕማም ናይ ምክልኻል ዓቕሚ ልኡም ወይ ድማ ፓሲቭ ኢሚኒቲ ንብሎ ማለት እዩ ሕጂ እቲ ንውሓት ግዜ ሕማም ናይ ምክልኻል ዓቕሚ ክንሪኦ ከለና ንጡፍ ወይ ድማ እቲ ኣክቲቭ ኢሚኒቲ ንብሎ ንነዊሕ እዋን እዩ ዝፀንሕ ሓንሳብ ሓንሳብ ንምሉእ ሂወትና እውን ይፀንሕ ማለት እዩ እቲ ናይ ሕማም ናይ ምክልኻል ዓቕሚ በንጻሩ እቲ ልኡም ንብሎ ንሓፂር ግዜ ሓንሳብ ሓንሳብ ንሰሙናት ወይ እውን ነዋርሕ ጥራይ ዝኸይድ ሕማም ናይ ምክልኻል ዓቕሚ እዩ ዘማዕብለልና ማለት እዩ

ንኣብነት ናይ ኢንፍሉወንዝ ወይ ሰዓል፣ ናይ ፖልዮ፣ ናይ ኮቪድ እዚኦም ብስኖፍራምን ሲኖቫክ ተሰሪሖም። ሳላሳይ ገለ ክፋል ኣካላት ንኣብነት ፕሮቲን ናይቲ ተህዋስያን ብምጥቃም ንኣብነት ናይ ነድሪ ሳምቡ፣ ናይ ሽንግል፣ ናይ ወይቡ፣ ናይ ኮቪድ 19 እዚ ብኖቮቫክስ ዝተሰርሐ።
ራብዓይ ክታበት ክዳለወሉ ዝኸእል መንገዲ ከም በዓል ኣርኤንኤ ናይቲ ተሃዋስያን ብምጥቃም ክኸውን ይኽእል እዩ። ተሰካሚ ናይ ኣርኤንኤ ካብቲ ናይ ተሃዋስያን ናብ ሰብነትና ዘመሓላልፍ ኣዝዩ ደቀቕቲ ዝኾነ ስብሒ ክኸውን ይኽእል። ንኣብነት ብፋይሰር ቢዮኔቴክን ሞደርናን ዝተዳለወ ናይ ኮቪድ ዓሰርተ ትሽዓተ ክታበት። ብካልኣይ መንገዲ ድማ ተሰካሚ ናይ ኣርኤንኤ ጠቕሊሉ ዝሞተ ካልእ ታሕዋስያን ክኸውን ይኽእል እዩ። ንኣብነት ብጆንሰን ጆንሰንን ኣስትራሴኒካን ዝተዳለወ ናይ ኮቪድ-19 ክታበት ብሓምሻይን መወዳእታን መንገዲ ኣሰራርሓ ክታበት ድማ ካብ ታሕዋስያን ዝፈስስ ነዚ እተጠቂምካ ዝዳለው ክታበት ኮይኑ ነቲ ጠንቂ ሕማም ዝኾነ ክፋል ናይቲ ተሃዋስያን ኣብ ምቅላስ ይሕግዝ። ንኣብነት ናይ ቲታኖስ ክታበት
ሓደ መድሓኒት ወይ ከዓ ሓደ ክታበት ተሰሪሑ ኣብ ጥቕሚ ክሳዕ ዝውዕል ንነዊሕ ግዜ ዝኸይድ እሞ ከዓ ዝተፈላለየ ቀጸላታት ዘለዎ ናይ ስነ ፍልጠታዊ መፅናዕትታት እዩ ዝካየደሉ ብቐዳምነት እቲ ንክታበት ወይ ከዓ ንመድሓኒት ይበቅዕ እዩ ትብሎ ንጥረ ነገር ጥቕሙ በቲ ሓደ መዳይ ከስዕቦ ዝኽእል ጉድኣታት ድማ በቲ ካልእ መዳይ ንምልላይ ኣብ ናይ ላቦራቶሪ እንስሳታት ፈተነታት ትገብረሉ። ቀጺሉ ኣብ ወለንተኛታት ደቂ ሰባት ዝግበር መዋ ሰለስተ ቀጸላታት ዘለዎ ስነፍልጠታዊ መጽናዕትታት ትገብር። ኣብዚ መጽናዕትታት እዚ ቀዳምነት እቲ ዘድልየካ ዓቐን ናይቲ ክታበት ወይ ከኣ ናይቲ መድሓኒት ተለሊ፣ ካልኣይ እቲ ኣድማዕነት ናይቲ መድሓኒት ወይ ከኣ ናይቲ ክታበት ከኣ ትመዝን፣ ሳልሳይ ድማ ኣብ ሓጺር ግዜ ይኹን ኣብ ነዊሕ ግዜ ከጋጥሙ ንዝኽእሉ ጉድኣታት ድማ ተለሊ ማለት እዩ። ድምር ናይዚ ውጽኢት መጽናዕቲ እዚ ብገለልተኛ ኣካል ተራእዩ እቲ ክህቦ ዝኽእል ጥቕሚ ካብቲ ከስዕቦ ዝኽእል ጉድኣት ዝዛየደ ኮይኑ ምስ ዝርከብ ድማ ናይ ምጥቃም ፍቓድ ይወሃቦ። ኣብ ንቡር ናይ ግዜ ኩነታት እንድሕር ኮይኑ እቶም ተመራመርቲ ቀዳማይ ቀጸላ መጽናዕቲ ወዲኦም ውጽኢቶም ምስ ኣረከቡ ናብቲ ካልኣይ ቀጸላ መጽናዕቲ ክሰግሩ ይፍቀደሎም። ከምኡ ድማ እቲ ካልኣይ ቀጸላ መጽናዕቲ ወዲኦም ውጽኢቶም ምስ ኣረከቡ ናብቲ ሳልሳይ ቀጸላ መጽናዕቲ ክሰግሩ ፍቀደሎም ኣብ ህጹጽ ናይ ጥዕና ኩነታት ኣብ ዘይንቡር ኩነታት ግን እቶም ተመራመርቲ እቲ ቀጸዳማይ ቀጸላ መጽናዕቲ እናካየዱ ከለዉ እቲ ዘድሊ ውጽኢት እንድሕር ረኺቦሞ እቲ ቀዳማይ ቀጸላ መጽናዕቲ እናወድእዎ ከለዉ እቲ ካልኣይ ቀጸላ መጽናዕቲ ክጅምሩ ፍቀድሎም ብተመሳሳሊ መገዲ ድማ ካልኣይ ቀጸላ መጽናዕቲ እናካየዱ ከለዉ እቲ ዘድልዮም ውጽኢት ዘተኣማምን ውጽኢት እንድሕር ረኺቦም እናወድእዎ ከለዉ እቲ ሳልሳይ ቀጸላ መጽናዕቲ ክጅምሩ ይፍቀደሎም። እዚ ክበሃል ከሎ እቲ ክግበር ዝግብኦ ስነፍልጠታዊ መጽናዕቲ ጎስዮሞ ይሓልፉ ኣለዉ ማለት ዘይኮነ ግዜ ንምቑጣብ ክልተ ወይ ሰለስተ ዕማማት ብተውሎ ክዓሙ ይፍቀደሎም ኣሎ ማለት እዩ።
ቅድሚ ኮቪድ-19 ቫይረስ ክልተ ብባህርያቶምን ቅርጾምን ምስ ኮቪድ-19 ዝመሳሰሉ ቫይረስ ኣብ ዓለምና ተቐላቒሎም መጠነኛ ዝኾነ ጉዳት ፈጢሮም ነይሮም እዞም ኣብ ደቡብ ኤስያን ኣብ ማእከላይ ምብራቕን ዝተረኣዩ ቫይረስ ከም ሳርስ ወይ ድማ ማርስ ተባሂሎም ዝፅውዑ ስለ ዝኾነ ቅድሚ ኮቪድ ንዝጉዑ ብዛዕባ እዞም ተመሳሰልቲ ዓይነት ቫይረስ ኣብ እንስሳታት ሪሰርች ወይ መጽናዕቲ ክግበር ጸኒሑ ምስ ምምጻእ ኮሮና ቫይረስ ሳይንቲስት ናብ ቀዳማይ ቀጻላ ክታበት ምስራሕን ምቅልጣፍን ክሕግዞም ክኢሉ ምስቲ ዝነበረና ናይ ቅድመ ኣፍልጦ ብዛዕባ ባህርያ ዞም ቫይረስ ከምኡ'ውን ዝርግሐን ህጹጽነትን ናይ ኮቪድ ናይንቲን ኣብ ግምት ብምእታው ሳይንቲስትስ ምስ ናይ ኣብ ዓለምና ዘለዉ መንግስታት ብምትሕባር ኣብ ኣሽሓት ወለንተኛታት ዘሳተፈ ካልኣይን ሳልሳይን ቀጸላ ክታበት ወይ ሪሰርች ከቃላጥፉን ኣብ ዝሓፀረ ግዜ ተሰሪዑ ኣብ ዕዳጋ ከም ዝወርድ ተገይሩ እዚ ንኮቪድ ክታበት ምስራሕ ዝተገብረ መፅናዕቲ ዋላ ኣብ ሓፂር ግዜ ይተግበር ደኣ እምበር ብጽፈቱን ካልእ ኣገባቡን ካብቲ ናይ ዓለም ለኻዊ ሕጊ ወይ ፕሮቶኮል ዘይወጸን ጽቡቕ ኣወንታዊ ውጽኢት ዘርኣየ ምዃኑ ኩሉ ዜጋ ክግንዘቦ ይግባእ።
ኣብዚ ግዜ እዚ ብጥቕሚ ውዒሎም ዘለዉ ክታበታት ነብሲ ወከፎም ክልተ ግዜ ክውሰዱ ዘለዎም እዮም። እቲ መጀመርያ ዝውሰድ ዓቐን ዋላ እኳ ንመበጋገሲ እንተኾነ እቲ ሙሉእ ናይ ምክልኻል ዓቕሚ ንኸተማዕብል ክልተ ግዜ ምስ ትወስድ እዩ። ብዝተኻእለ ከዓ እቲ ብሓደ ካምፕኒ ወይ መፍረይቲ ዝተሰርሐ ምስ ዝኸውን እዩ። ንኣብነት ብናይ ፋይዘር እንድሕር ጀሚርካ እታ ቀዳመይቲ እታ ካልኣይቲ ክታብት ከዓ ብናይ ፋይዘር ምስ ትወስደ እዩ
ክታበት ምስ ወሰድና ከጋጥመና ዝኽእል ዘይተደልየ ጎናዊ ሳዕቤን ኣዝዩ ቀሊል ወይ ድማ መጠናዊ ክብደት ዘለዎ ጥራይ እዩ ቃንዛ ወይ ሕበጥ ኣብ ዝተወግአ ክፍሊ ኣካላትና፣ ሓፈሻዊ ድኻም ኣካላት፣ ረስኒ፣ ገብገብታ፣ ቃንዛ ጭዋዳን መላጋግቦን ካብቶም ብብዝሒ ዝረኣዩ ሳዕቤናት ክኾኑ ከለዉ፣ ዝርግሐ ናይቲ ሳዕቤናት ካብ ሰብ ናብ ሰብ ይፈላለ። ንመድሃኒት ወይ ንመግቢ ቁጠዐ ምስ ዝህልወና፣ ሕዳራዊ ሕማም ምስ ዝህልወና ወይ ድማ ዝተፈላለየ መድሃኒት ንወስድ እንተኾይንና ምስ ሓኪምና ወይ ምስቲ ክወግኣና ተላልዩዶ ኣሎ በዓል ሞያ ክንዘራረብ ይግባእ። ሰብ ሞያ ጥዕና እውን ንኸጋጥም ዝኽእል ዘይተደለየ ጎናዊ ሳዕቤናት ብህፁፅ ንምእላይ ኩሉ ግዜ ድልዋት እዮም።
ኣይፋሉን ወይ ድማ ኣያምፁን እዮም እዞም ክታበታት ካብ መልእኽቲ ስነስረት ዘመሓላልፍ ወይ ድማ ዘባፃፅሕ ንፅል ሓረግ ዝኾነ መሰንጀር ኣርኤንኤ ወይ ድማ መባፃፅሒ ኣርኤንኤ ዝተሰርሑ እዮም እዞም መሰንጀር ኣርኤንኤ ናይ ኮቪድ 19 ቫክሲን ድማ እቲ ኣሻኽ ፕሮቲን ዝበሃል ኣብ ላዕለዋይ ወይ ድማ ኣብ ደጋዊ ክፋል ናይቲ ቫይረስ ዝርከብ እዮም መልእኽቲ ዝሕዙ ነዚ መልእኽቲ እዚ ድማ ናብ ኣካላትና ብምብፃሕ ናይ ኣካላትና መስርሕ ተጠቒሞም ነዚ ኣሻኽ ፕሮቲን ወይ ድማ ስፓይክ ኤስ ፕሮቲን ከም ዝስራሕ ይገብሩ። እዚ ስፓይክ ፕሮቲንዚ ምስ ተሰርሐ ንኣካላትና ባዕዳዊ ስለ ዝኾነ ኣካላትና ነዚ ንምክልኻል ወይ ድማ ንምጥቃዕ ፀረ ተሃዋስያን ይሰርሕ። እዞም ፀረ ተሃዋስያን ድማ ነዚ ስፓይክ ፕሮቲን የጥቅዕዎ ልክዕ እቲ ሓቀኛ ኮሮና ቫይረስ ምስ መፀ ድማ ልክዕ ስፓይክ ፕሮቲን ስለ ዘለዎ ንዕኡ ኣጥቂዖም ኣብ ትሕቲ ቁፅፅር የውዕልዎ ስነሰረት ናይ ኣካላትና ብዲኤንኤ ዝቆመ እዩ ዲኤንኤ ድማ ዳብል ወይ ድማ ድርብ ፍሕሶ እዩ መሰንጀር ኣርኤንኤ ግን ሲንግል ወይ ድማ ንፅል ፍሕሶ እዩ ስለዚ ዘራኽብ የብሎምን እዚ ኮሮና ቫይረስ ቫክሲን ወይ ድማ ክታበት ካብ መሰንጀር ኣርኤንኤ ዝተሰርሐ ኣብ ኣካላትና ዝኾነ ይኹን ስነሰረታዊ ለውጢ ኣይገብርን እዩ ዝኾነ ይኹን ጀነቲክ ሜክኣብናትና ኣይልውጦን እዩ ስለዚ ንክትወስዶ ውሑስ እዩ
ዋላ እኳ ኣብ ግዜ መፍረ ብቕዓትን ንጽህናን ክታበት ንምሕላው ዝተፈላለዩ ቀመማት ዝኣቱ ትኾኑ ኣብ ጥዕና ተጠቀምቲ ዝጥቀስ ሃስያ ከውርዱ ዝኽእሉ ኣይኮኑን። ምናልባት ኣቐዲሙ ዝተፈልጠ ነድሪ ወይ ከዓ ኣላርጂ ናይ ገለ ቀመማት ምስ ዝህልወና ልክዕ ከምቲ ቅድሚ ሓድሽ መድሃኒት ወይ ክታበት ምውሳድ እንገብሮ፣ ነቶም ክኸትቡና ተደልዮም ዘለዉ ሰብ ሞያ ጥዕና ክንሕብር ይግብኣና። ካብዚ ሓሊፉ ግን ክታበት ጸረ ኮሮና ቫይረስ ሓደገኛ ቀመማት ኣለዎ ምባል ቅኑዕ ኣይኮነን።
እወ! ዳግማይ መልከፍቲ ሕማም ኮቪድ ናይን ቲን ስሕት ኢሉ ይረኣ ብምህላዉ ከምኡውን ካብ ኮቪድ ናይን ቲን ምስ ሓወና እቲ ነፍስና ዘጥርዮ ሕማም ናይ ምክልኻል ዓቕሚ ንክንደይ ዝኣክል ግዜ ከም ዝጸንሕ ጌና ብጭቡጥ ስለ ደይተፈልጠን ዋላ እውን ምስ ሓወና ክንክተብ ኣገዳሲ እዩ።
ፈጺሙ ኣይክእልን እዩ። ክሳብ ሕጂ ኣብ ጥቕሚ ዝወዓሉን ብሕጂ ኣብ ጥቕሚ ንኽውዕሉ ዝስርሑ ዘለዉ ክታበት እውን እንተኾነ ሕማም ንምክልኻል ደኣ እምበር ጠንቂ ሕማም ክኾኑ ይኽእሉ እዮም ዝብል ጥርጥር የለን። ኣይክእሉን እዮም። እዚ ከዓ ሓደ ክታበት ክስራሕ ከሎ ገለ ክፋል ናይቲ ቫይረስ ወይ ከዓ ተህዋስያን ወሲድካ እዩ ዝስራሕ። ብኡ ጌርካ ከዓ ዓቕሚ ምክልኻል ደቂ ሰባት ምብርባር እምበር ሕማም ከስዕብ ዝኽእል ሙሉእ ሓይሊ ዘለዎ ታህዋስያን ስለ ዘይንጥቀም እዩ።
ሓደ ውልቀ ሰብ ክታበት ፀረ ኮሮና ቫይረስ ድሕሪ ምውሳዱ ንኮሮና ቫይረስ ምዝቃላዕ ሕማም ኮቪድ 19 ንኸማዕብል ዘለዎ ተኽእሎታት ኣዝዩ ውሕድ እዩ ምስ ዘይተኸትበ ሰብ ክነፃፀር ከሎሞ ዳርጋ የለን ክበሃል ይከኣል እንተጋጠመ እውን እቲ ደስዕቦ ሕማም ፍኹስ ዝበለ ምልክታት ጥራሕ እምበር ከቢድ ክኸውን ኣይክእልን እንተኾነ ግን ሓደ ውልቀ ሰብ ክታበት ድሕሪ ምውሳዱ ሙሉእ ናይ ምክልኻል ኣቕሙ ንከማዕብል ዳርጋ ሓደ ክልተ ሰሙን ዝኸውን ወስደሉ ስለዚ ዝኾነ ሰብ ቀቅድሚ ምግቡ ወይ ድማ ሙሉእ ናይ ምክልኻል ኣቕሚ ቅድሚ ምምዕባሉ ብኮሮና ቫይረስ ተተለኺፉ ኮሮና ዓሰርተ ትሽዓተ ናይ ምምዕባል ተኸእሎ ኣለዎ
ብዝተፈላለየ ምኽንያት ባህርያዊ ሕማም ናይ ምክልኻል ዓቕሞም ዝጎደለ ሰባት ምስ ሓኪሞም ድሕሪ ምዝርራብ ኣገዳስነት ክታበት ዝዓዝዝ እንተኾይኑ ክኽተቡ ይኽእሉ እዮም። ይኹን ደኣ እምበር ሕማም ናይ ምክልኻል ዓቕሞም ዝጎደለ ውልቀ ሰባት ሕማም ኮቪድ ዓሰርተ ትሽዓተ ብምልኣት ንምክልኻል ዘኽእሎም ዓቐን ፀረ ተሃዋስያን ዘይክሰርሑ ይኽእሉ እዮም። ስለዚ ብዛዕባ ኩነታት ጥዕንኦም፣ ተኽእሎታት መልከፍቲ ቫይረስ ኮሮና፣ ከምኡውን ከጋጥም ዝኽእል ሕርኽራኻት ምስ ሓኪሞም ምዝርራብ የድሊ።
ዋላ እኳ ኣብቲ ለበዳ ሕማም ኮቪድ ዓሰርተ ትሽዓተ ንፈለማ ዝጀመረሉ እዋን መንእሰያት በዚ ሕማም እዚ ከም ዘይጥቀዑ የእመነሉ እንተነበረ፣ ድሒሩ ግና ብዙሓት መንእሰያት ክሓሙን ኣብ ሆስፒታል ተዓቚቦም ድማ ሓገዝ መካኒካዊ ስርዓት ምስትንፋስ ክግበረሎምን ተራእዮም እዮም። ብቑጽሪ ውሕዳት ደይኮኑ መንእሰያት ድማ ግዳያት ሞት ከም ዝኾኑ ምዝካር የድሊ። ብተወሳኺ መንእሰያት ምስ ዓበይቲ ወለድን ካልኦት ንከቢድ ሓደጋታት መልከፍቲ ሕማም ኮቪድ-19 ቅሉዓት ምስ ዝኾኑ ሰባት ጥቡቕ ዝምድና ስለ ዘለዎም ጠንቂ ምስግጋር መልከፍቲ ቫይረስ ኮሮና ክኾኑ ይኽእል እዮም። ስለዚ ሓደ መንእሰይ ክታበት ብምውሳድ ጥዕና ገዛ ርእሱን ማሕበረሰብ ዓለምን ከውሕስ ይግባእ
ክታበት ፀረ ቫይረስ ኮሮና ኣብ ጥዕና ነፍሰ ፆር ኣዴታት ተጠኒሱ ዘሎ ድቂ ከምኡ እውን ፀባ ጥባደ ዝምገቡ ህፃናት ዘለዎ ፅልዋ ንምፍላጥ ዝተኻየደ መፅናዕቲ ክሳብ ሕጂ የለን ኣብ ቀረባ እዋን ነዚ ሕቶ ክምልስ ዝኽእል ስነ-ፍልጠታዊ መጽናዕቲ ክግበር ተስፋ ተገይርሉ ኣሎ። ስለዚ ንግዚኡ ምጽባይ ከም ኣማራጺ ክውሰድ ይከኣል፣ ወይ ከኣ ተኽእሎታት መልከፍቲ በቲ ቫይረስ፣ ዝርግሐ ሕማም ኮቪድ ናይንቲን ወይ እውን ከኣ ከጋጥም ዝኽእል ሳዕቤን ኣብ ግምት ብምእታው ኣዴታት ምስ ናይ ቀረባ ሓኪመን ተረዳዲኤን ክውስና ከምዘለወን ክዝክራ ይግባእ።
ሕማም ኮቪድ ዓሰርተ ትሽዓተ ኣብ መላእ ዓለም ተዘርጊሑ ከም ዘሎ ርዱእ እዩ። ንምፍዋሱ ዘኽእል መድሃኒት እውን ክሳብ ሕጂ ኣይተረኽበን ዘሎ። ነዚ ሕማም ንምክልኻል እምበኣር ኣብዚ እዋን ዘለና እንኮን ብቑዕን ኣማራጺ ክታበት ብምውሳድ ውሕስነት ጥዕናና ምርግጋጽ እዩ። ዋላ እውን ድሕሪ ምኽታብና ግቡእ ማሕበራዊ ርሕቀት ክንሕልው፣ ሽፋን ኣፍን ኣፍንጫን ክንወዲ ከምኡውን ኩሉ ግዜ ኣእዳውና ብማይን ሳብናን ክንሕጸብ ከም ዘለና ንዘክር። ኣነ ክታበት ጸረ ሕማም ኮቪድ ዓሰርተ ትሽዓተ ወሲደ ኣለኹ ንስኻትኩም ከ? ከምዚ ትርእይዎ ዘለኹም ኣነ ዕድል ረኺበ ኮሮና ቫይረስ ክታበት ወሲደ ኣለኹ ክልቲኣተ ማለት እዩ ክልተ ሻት እዩ ስለዚ ንስኹም ከዓ ነዚ ዕድል እዚ ክትረኽቡ ተጣፍኡ
ኣነ ንገዛእ ርእሰይ ናይ ኮቪድ ናይንቲን ቫክሲን ወሲደ ኣለኹ። ንስኻትኩም ድማ ንክትወስዱ የተባባዕኩም። ኣነ ነዚ ኮሮና ቫይረስ ቫክሲን ወሲደዮ ኣለኹ። ናይ ፋይዘር ወሲደ ክልተ እብረ ቀዳማይን ዳሕራዋይን ክሳብ ሕጂ ዝኾነ ይኹን ሽግር ወይ ድማ ኣሉታዊ ሳዕቤን ኣይረኣኹሉን ኣለኹ ስለዚ ንክትወስድዎ የተባብዓኩም

እዚ መደብ ብዛዕባ ክታበት ኮቪድ-19 ብብዝሒ ዝለዓሉ ሕቶታት ንምምላስን ሓፈሻዊ መብርሂ ንምሃብን ዝተዳለወ እዩ። ውልቀ ሰባት ምስ ኩነታት ጥዕናኦም ዝተኣሳሰር ዝኾነ ሕቶ ምስ ዝህልዎም ምስ ናይ ቀረባ ሓኪሞም ክዘራረቡ ነዘኻኽር። እዚ ናይ ሕቶን መልስን መደብ ክሳብ ሕጂ ብዛዕባ ሕማም ኮቪድ ዓሰርተ ትሽዓተ ይኹን ኣብ ጥቕሚ ውዒሎም ዘለዉ ክታበታት ተበጺሑ ዘሎ ስነ ፍልጠታዊ ሓቅታት መሰረት ዝገበረ እዩ። ሓድሽ ምዕባለታት ወይ ኣገደስቲ መምርሒታት ኣብ ዝወጻሉ ድማ ዕሪብኮ ሕብረተሰብ ንምንቃሕ ብትግሃት ክሰርሓሉ ከም መደብ ሒዝዎ ይርከብ።